ሰላም ክቡራት ተኸታተልቲ መደብና ከምዚ ንሕና ሰላም ዘለና ሰላም እናደመነና ንሎሚ ድማ ብመሰረት ሓደ ተኸታታሊ መደብና ዝሰደደልና ዝኽሪ ዜማ ናይ ሎም መደባትና ጀባ ንብለኩም ኣብ ዩቱብ ደርፍታት ቀደም ክሰምዐ ሓሰስ ኣብ ዝብለሉ ዝነበርኩ እዋን ነዛ ኣብ ህይወተይ ዓብ ዝኽሪ ዘለዋ ደርፊ ናይ ኤፍሬም ኣረፋይነ ሚዘር ሚዘር ዘርሳ ሰማዕኳ እሞ ኣብ ማሕሞቕ ስምዒት ኣትየ ንበይነይ ንብዓት ቁፅርፅር ኢልኒ ከም ማይ ነሓሰ ጀበብ ኢሉ ድሮ ኣብ መሕጉርተይ ወረደ። መቸስ ሓደ ሓደ ዝድረፉ ደርፍታት ኣብ ግዜኦም ገለ ዘይሃስስ ዝኽሪ ገዲፎምልካ እዮም ዝነብሩ። ሰምዖም ከለኻ ከኣ ንዓመታት ንድሕሪት ተመሊስካ ዝነበረ ሃዋህው ተዘክሮታት ተስተንትኖ። ብዝኾነ ናብ ዝኽረይ ክኣቱ ተማሃራይ ዓስራይ ክፍሊ ከለኹ እየ ንሰምራዊት ካብ ልቢ ዘፍቀርኩዋ ብፍቕራ ከኣ ዳርጋ ተሰነፍኩ። እረ ክንደይ ብደብዳበ ብኣካልን ናይ ፍቕራዊ ሕቶይ ከኣ ሰሊጥኒን ሰምራዊት ወነንክዋ። ሳምራዊት ማለት ካብ ገዛና ናይ ሚእቲ ሜትሮ ርሒቓ እትነብር ጎረቤተይ'ያ። ፍቕሪ ሰምራዊት ብሓቂ ሓያል'ዩ ነይሩ። እንተስ ብባህርያዊ ተፈጥሮኣ ተማሪኸ ወይስ ናይቲ ወትሩ ዝርእያ ዝነበርኩ ስሕበት ገይራትለይ ምሩኽ ፍቕራ ክኸውንሲ ግዜ ኣይወሰደለይን። ንሳምሩ ከይረኣኹዋ እንተ ዊዒለ ከም ጸሓይ ካብ ንግሆ ክሳብ ምሸት ዘይረኣኹዋ ይስምዓኒ። ናይ ኣጋጣሚ ኮይኑ ከይረኣኹዋ ወይ ውን ከይረኸብኩዋ እንተ ዊዒለ ድቃስ ለይቲ ዝበሃል የለን። ሓንቲ ግን ኔራ ኣብ ዓራተይ ደጋጊመ ዘዘውትራ። ንሳ ከኣ ደርፊ ናይ ኢፍሬም ኣረፋይነ ሚዘር ብምጥራፍ እየ ከም ቅዱስ ማህሌት ዝዳጋግም ዝነበርኩ ሓቂ ይሓይሽ ነታ ደርፊ ኩሉ ኣይኮንኩን ዝደርፋ ነይረ እንታይ ደኣ ቁንጭል ቁንጭል ኣቢለ እምበር ብፍላይ ኣብ መወዳእታ ዘላ ማይ ቤት ብምጥቃም ንጎ ምሸት ፍቕራ መሪርኒ ንጎ ምሸት ድቃስ ከሊእኒ ንጎ ምሸት ኣብ ሕቖይ ደቂሳ ንጎ ምሸት ብሓቂ ድያ ንሳ ብምባል ክሳብ ኣደይ ሓሪቓ ኣደቂ ስንታ ቆልዓ ኢላ ተንጸርጽር እየ ብሰንኪ ፍቕሪ ሳምራዊት ዝደርፍ ዝነበርኩ። ሕሲድ ሚዘር ስለ ዘይነበረትኒ ነታ ደርፊ ግን ብዝኾነ ኣጋጣሚ ክሰምዓ እየ ዝህንጥ ነይረ። ኣማራጺ ስለ ዘይነበረኒ ናብ ራድዮ ድምጺ ሓፋሽ ኣብ ደርፊ ምርጫ ክሰምዓ ሃንቀው ኢለ ይህጽመ ነበርኩ። ካሴት ኔዘር ስለ ዘይነበረትኒ ነዛ ደርፊ ግን ብዝኾነ ኣጋጣሚ ክሰምዓ ዝህንጠ ዝነበርኩ። ኣማራጺ ስለ ዘይነበረኒ ናብ ረድዮ ድምጺ ሓፋሽ ኣብ ደርፊ ምርጫ ክሰምዓ ሃንቀው ኢለ ይጽበ ኔረ። ሽዑ ግዜ ሚዘር ኣዝያ ተፈታዊት ደርፊ ስለ ዝነበረት ኣብ ደርፊ ምርጫ ከይመጸት ኣይተምስንያ ኔራ እንተበልኩ ካብ ሓቂ ዝረሓቐ ኣይኮነን። ሽዑ ደስ ይብለኒ ተመሪጻ እንተድኣ መጺኣ። ግዜ ግን እንታይ ኣለዎ ከየስተማቐርኩዋ ድማ ከም መንሻብቦ ሸው ኢሉ ይዕዘር። ኣነን ሰምራዊትን ከኣ ከይተረዳእና ጥዑም ፍቕሪ እናስተማቐርና ልዕሊ ዓመት ገበርና። ኣነ ከኣ ዓሰርተ ሓደ ክፍሊ ወዲኤ ናብ ሳዋ ተበገስኩ። መቸስ እቲ ሽዑ ዝነበረ ስምዒት ክዝክሮ ከለኹ ቃንዛ'ዩ ንዓይ። ሰምራዊት እናነብዐት ንዓመት ምፍልላይ ኣዝዩ ከም ዝኸብዳ'ያ ገሊጻትለይ ነይራ። ሓቂ ምዝራብ ካብ ሰምራዊት ንላዕሊ እኳ እንተዘይበልኩ ማዕረ ማዕረ ሰምራዊት ግን ኣነ እውን ነቲ ምፍልላይ ከምዘይክእሎስ ከምዝኸብደንን ነብሰይ ይነግረኒ ነበረ ተስፋ ምብራል ክኾና ግን ኣጆኺ ሳምረየይ ግዜን ከልብን ከይጸዋዕካዮም እዮም ዝመጹ ንሕና ጥራይ ጽንዓትን እምነትን ይሃሉና ኢለ ተላቢየያ ንሳዋ ተበገስኩ። ኣብ ሳዋ ከኣ ካብ ሃይለ ዝኣተኹሉ ኣትሒዘ ብናፍቖት ሳምራዊት ተሰነፍኩ። ዓመት ምሉእ ከኣ ንግሆ ምሸት ፍቕራ መሪረኒ፣ ንግሆ ምሸት ድቃስ ከሊእኒ፣ ንግሆ ምሸት ኣብ ሕቖይ ደቂሳ፣ ንግሆ ምሸት ብሓቂ ድያ ንሳ? እናበልኩ ብናፍቖትን ሻቑሎትን ህይወት ሳዋ ተቓደስኩዎ። ወረ ገለ ደቂ መዳቕስተይሲ ምግራሞምዎ ድዮም ኣብርሃም ንጎምሸት ትብል ደርፊ ጥራይ ዝፈልጥ፣ ድያርኡ ካልእ ደርፍታት የብላን ኢሎም ይላገጹለይ ነይሮም። ግን ናይ ብሓቂ ውሽጠይ ዝትንክፍ ደርፊ እፍሬም ይዘር ግን ኣነ ጥራየ ዝፈልጦ። ሓረግ መልእኽቲ ግጥሚ እታ ደርፊ ንልበይ ጨሚቱ ዝረኽቦ ነይሩ። ከም ዝስዕብ ከኣ ይጅምር። ማዕበል ፍቅሪ ልበይ ሓሳብ ከጋማጥል ቋሕሰም ክብል ዓይነይ ይኣምን ይስሕቅ ነዛ ንክርእያ ይስስዕ ይነግር። ካብታ ዝተፈላለናላ ግዜ ኣትሒዘ ካብ ናይ ፍቅሪ ሳምሩ ሓሳብ ወላ ንደቃይቅ ኣቋሪጸ ኣይፈልጥን ኣብ ተዓሊም ትምርቲ ማእቶት ኩሉ ግዜ ሓሳብ ልበይ ፍቅሪ ሳምሪ ምስ ኣጋማጠለዩ ዳግም ክርእያ ከኣ ወትሩ ምስ ተኣንጠኩን ምስ ተመነኩን እየ ቀጸለት ብልጽቲ ደርፊ እፍሬም ይዘር። እኳ ዘይጸገብኩ ንስማ ጸዊዐ ዕንባባታት ናይ ፍቕራ ኣሽቲተ ርእየ ካብ ሓሳዳት ፍቕሪ ሕጂ እንድየ ወጺኤ ሲኦል ሃልሃልታ ሓዊ ሓሊፈ እሾኽ ናብራ ሕሰም ነጊፈ ፍቕረይ ኣብ ዝተራሕወ ቤት ሓማ ዳግም ከብለኪ'የ ርሑስ ጋማ። ድምጻዊ እፍሬም ንውሽጢ መልእኽተይ ብስሩዕ ግጥሙን ምቁር ዜምኡን ጌሩ ስለ ዘመሓላለፎ ምስጋና ይኹኖ ካብ ልበይ። ናይ ብሓቂ ኣብ ሳዋ ኮይነ ነቲ ዝነበረ ሲኦልን ሕሰምን ሰጊረ ነቲ ሃንቀው ኢላ ትጽበየኒ ዝነበረት ፈቃር ሳምሪ ዳግም ተራኺብና ኣብ ቤት ዓማ ቀዳማይን መወዳእታን ካልኣያ ኮይነ ከብላ ርሑስ ጋማ ተመነኹ ብደብዳበ ጌረ ከኣ ነዛ ጽሑፍ ቁንጭል ኣቢለ ካብዛ ደርፊ ሰደድኩላ ነታ ሚዘር ናብ ሳምሩ ቀይረ ኦህ ሳምሩ ፍቅራ መሪርኒ ኦህ ሳምሩ ድቃስ ከሊእኒ ኦህ ሳምሩ ኣብ ሑቅፈይ ደቂሳ ኦህ ሳምሩ ብሓቂ ድያ ንሳ። ብምባል ናፍቖት ፍቕራ ከም ዝመረረኒ ድቃስ ከም ዝኸልኣንን ብጽሑፍ ኣወቂበ ሰደድኩላ። ልበይ ኣማኒ እንተተቕስነኒ ኣብ ዕሸል ፍቕሪ ዓቕሊ ሂብኒ መን'ሞ ከማይ እሙን ንፍቕሩ ሓዳሩ ቅሱን ቤቱ ንቡር። ብሓቂ ልበይ ኣብ ልዕሊ ሳምራዊት ዝነበሮ እምነትን ፍቕርን ደረት ኣይነበሮን። ብቓላት ልሳን ገይራ ኣጆዃ ፍቕረይ ቅሰን ክትብለኒ ተመነኹ። ሽዑ ኣነ ከኣ ዓስቢ ፍቕራ ብምኽፋል ኣብ ሓዳርን ናብራን መን ከማይ እሙን፣ ንፍቕሪ ሓዳርን ቅሱን ቤቱ ነባሪ እናተባሃልኩ ብሓጎስን ፍቕርን ከም ህጻን ክሰራስራ ወትሩ ተመነኹ። ከምዚ እናበለ ከኣ ኩነታት ሳዋ ወዲኤ ከም ኩሉ ኤርትራዊ መንእሰይ ሃገራዊ ግቡኣይ ገይረ ንገዛይ ተመለስኩ። ኣምላኽ ጥዑም ከኣ ድሕሪ ናይ ሓደ ዓመት ምፍልላይ ከቢድ ናፍቖትን ደጊምና ምስ ሳምራዊት ተራኸብና። ፍቕራዊ ህይወትና ድማ ዳግም ምሕደስና። ግን ከምቲ ባህግናን ሓሳብናን ዘይኮነስ ከም ፍቓድ ፈጣሪ ኮይኑ ሰምራዊት ኣስር ኣሕዋታ ብምኽታል ዕስራን ሓምሽተን ዙር ብዙር ንጉያ ዝፍለጡ ምስ መማህርታ ሳዋ ወረደት። ኣነ ከኣ ኣብ መንግስታዊ ስራሓት እኳ ይሰርሕ እንተነበርኩ ግን ክጥዕመኒ ስለ ዘይከኣለ ናብ ስደት ሃጽ ኢለ ወጻኹ። ሰምራዊ ስደት ወጺኡ ምስ ሰምዐት ትኾኖን ትሓዝኖን ይርድኣኒ'ኳ እንተነበረ ግን ዝግበር ስለ ዘይነበረ ክወጽእ ተገደድኩ። ምስ ወጻኹ ግን ኣብ ዝኣተኹዎ ሃገር ኣትየ ክስሕባ ምዃነይ ምስ ነብሰይ ቃል ኣተኹ። ስደት ሃይለ ብኢትዮጵያ ጀሚረ ንሱዳን ሰሃራን ሰንጢቐ ሊብያ ማእከላይ ባሕርን ሓሊፈ ኢታሊ ኣውስትርያ ጌረ ኣብ ሃገረ ጀርመን ዕቑባ ሓተትኩ። እዚ ኩሉ ክሓልፍ ግን ኣብ ራህዋን ሽግርን ብመንፈስ ሰምራዊተይ ምሳያ ኔራ ኩሉ ግዜ ክኣ ብኣ ምሕሳብሲ ኣየቋረጽኩን ሳዋ ክኢላቶ ዶ ትኸውን ኣብ ምንታይ ኮን ተመዲባ ትኸውን በቃ ብዙሕ ብዙሕዩ ዝቐስነሉ ሃገር ምስ ኣተኹ ድሕሪ ክብርቲ ወላዲተይ ክኣ ንሰምራዊት ደዊለ ረኸብኩዋ ሳምሩ ሕንቕንቕ እናበለት ብቴለፎን ናይ ዮውሃና ትምኒታ ብቐዳምነት ተዛረበትኒ። ብምቕጻል ግን ጨኪንካ ለይካን ኣነ እንታይ ይኹን በለትኒ ብኸብድኻ ዝብልዕ ኣዛራርባ ከም ጻም ምዃነይ ቃል ኣቲኻ ረሲት ወዲኣ ቴለፎነይ ቂምቅም ኢላ ተዓጸወት። ድሕሪ ግዜ ግን ምስ ደወልኩላ ሓደ መርድእ ሰማዕኩ ብድፍኢትን ሓይልን ስድርኣ ምስ ካብ እስራኤል ዝመጸ ወዲ ከም ትምርዖ ነገረትኒ። ዘሕዝን ዝገብሮን ጠፍኣኒ ግን ዝግበር ስለ ዘየለ ንሳምሪ ቀዳምነት ዕድመን ጥዕናን ብድሕሪኡ ከኣ ጥጡሕ ሓዳርን ናብራን ተመነኹላ። ብመንፈስ ከኣ በዛ ዝኽሪ ዜማ ወትሩ ይዝክራ ኣለኹ። ካብ ሓውኹም ኣብርሃም ሃብቱ። ዝኸበርኩም ክቡራት ተኸታተልቲ ወርልድ ላቭ ንሎሚ ዳሊናልኩም ዝነበርና መደብ ነዚ ይመስል። ኣብ ዝቕጽል ካብዚ ዝተፈልየ መደብ ካልእ ሒዝናልኩም ስጋ ንመጽእ ሰሰናዩ። ጥዕሙ ንዓኹም።